ሰላም ሰላም ከመይ ትኾኑ ዝኸበርኩም ተኸታተልትና እዚ ሕርያኹም ሕርያ ፖስት እዩ ንሎሚ ናብ ዝሓረናዮም ዕለታዊ ሓበሬታታት ክንሰግር ፈለማ ብቐንዲ ርሳት ዜናታት ዝዕለት ክንጅምር ኣብ ልዕሊ መደበር ኣጽዋር ትሽዓተ ሚእትን ሸውዓተን ኪሎ ግራም ዝምዘን ቦምባ ተደርብዮ፣ ኢትዮጵያ ነዳዲ ምዕዳግ ኣይከኣልኩን ኢላ። ብሚልዮናት ዝግመት ንብረት ኢትዮጵያውያን ዓንዩ። ዓለም ዘመናዊ ነፋሪት ኲናት ተላልያ ኣላ። ኣብ ዶብ ኢትዮጵያ ግብጺ ዝተዓወተትሉ ኲናት ተወሊዑ። ኣርእስተ ዜና ክትሰምዑ ጸኒሕኩም፣ ናብ ዝርዝራቶም ክንሰግር። ኣብ ልዕሊ መደብር ኣጽዋር ትሽዓተ ሚእትን ሸውዓተን ኪሎ ግራም ዝምዘን ቡምባ ተደርብዩ። ኣብ ማእከላይ ምብራቕ ብሓዊ ዝግበር ዳርባን ጸወታን ቀጺሉ ኣሎ። ኣሜሪካ ነብሲ ወከፍ ትሽዓተ ሚእትን ሸውዓተን ኪሎ ግራም ክብደት ዘለዎ ኣስታት ክልተ ሽሕ ፓውንድ ዝምዘን መዕነዊ ቡምባ ኪዒዋ ኣላ። በቲ ኣብ ዓለምና ዝገዘፈ ምዃኑ ዝንገረሉ መዕነዋይ ቡምባ ድማ ኣብ ኢራን ከባቢ ስፌሃን ዝርከብ መደበራዊ ወተሃወታደራዊ ኣጽዋር ናብ ሓሙኹሽቲ ከም ዝቐየረቶ ተሓቢሩ። ብሰንኪ እቲ መጥቃዕቲ ኣብ ከውታ ለይቲ ጸልሚታ ዝነበረት ኣብ ማእከላዊ ኢራን እትርከብ ከተማ ኢስፌሃን ናብ ልዑል ብርሃን ከም ዝተቐየረት መርበብ ሓበሬታ ሮያል ኒውስ ኣቃሊሓ። ቀንዲ ዕላማ ናይቲ ደብዳብ ኣብታ ከተማ ዝርከቡ መደበራት ወተሃደራዊ ምርምርን ኢንዳስትሪ ኣፅዋርን ኣካቢ ኣገልግሎት ወፃኢ ንምግባር ዝዓለመ ከምዝኾነ ተገሊፁ። ብተወሳኺ ዜና ነዳዲ ዝፀዓነት መርከብ ተሃሪማ ናብ ባሕሪ ክካዓው ጀሚሩ ኣሎ ነዳዲ እታ ዋንነት ኩዌት ዝኾነት ኣል ሳልሚ ዝተሰምየት መርከብ ኣስታት ክልተ ሚልዮን በርሚል ዘይተፃረየ ነዳዲ ፅዒና ኣብ ገምገም ባሕሪ ዱባይ መልሕቓ ሎጊማ ከላ ኢራን ብድሮን ከም ዝሃረመታ ሮይተርስ ጸብጺቡ ኣሎ። እቲ ነዳዲ ናብ ባሕሪ ምፍሳስ ዝጀመረ ክኸውን ከሎ ብኽለት ማይ ከየስዕብ ተሰጊኡ ኣሎ። ኢትዮጵያ ነዳዲ ምዕዳግ ኣይከኣልኩን ኢላ ኣላ። ኢትዮጵያ ብሰንኪ ኣብ ማእከላይ ምብራቕ ይባራዕ ዘሎ ኲናትን ምዕጻው መጻብቦ ሆርሙዝን ነዳዲ ክተእቱ ከም ዝተሸገረት ሚኒስተር ንግዲ ገሊጹ ኣሎ። መፍረይቲ ነዳዲ ሃገራት ከቕርባ ከምዘይከኣላ ከምዝሓበራን ኣብ ትሕቲ እቲ ሚኒስተር ንግዲ ኢትዮጵያ ነዳዲ ካብ ወፃኢ ከእቱ ፍቓድ ዝተውሃቦም ነጋዶ ኮላይ ከእትዉ ኣዝዮም ከምዝተሸገሩ ተሓቢሩ። እቲ ሚኒስተር ኣብ ከይዲ ግዝኢት ዝነበረ ሚእትን ሰማንያን ሺሕ ሜትሪክ ቶን ነዳዲ ናብታ ሃገር ከይኣተወ ከምዝተቋረፀ ብምሕባር በቲ ዘሎ ሕካኽ ነዳዲ ንመንግስታዊ ኣብያተ ዕዮ ቀዳምነት ክወሃቡ ጸዊዑ ኣሎ። እቲ ሚኒስተር ኣብ ጸብጻቡ ዕዳጋ ሓደ በርሚል ቤንዚን ሚእትን ሓምሳን ዶላር ይሽየጥ ከም ዘሎ ዝገለጸ ኮይኑ እንተኾነ ብኣንጻሩ ሕጂ ዓለማዊ ዕዳጋ ሓደ በርሚል ትሕቲ ሚእትን ሽዱሽተን ዶላር ይሽየጥ ከም ዘሎ ጸብጻባት የረጋግጾ። ናብ ትግራይ ነዳድን ሸቐጥን ከይኣቱ ሓኒቑ ሒዙ ዘሎ ስርዓት ኢትዮጵያ፣ ሕጂ ኣብ ውሽጡ ኣጋጢምዎ ብሰንኪ ዘሎ ብልሽውና መራሕቱ ደጋዊ ቅልውላው ተወሲኽዎ፣ ሕጽረት ነዳዲ ኣብ መላእ እታ ሃገር መካይን ሰልፊ ሒዘን ውዒለን ይሓድራ ከም ዘለዋ ይግለጽ ኣሎ። መንግስቲ ኢትዮጵያ ነዚ ከም ምኽንያት ገይሩ ነዳዲ ብውሑዱ ተጠቐሙ፣ ንሓጺር ርሕቐት ብእግሪ ተጓዓዙ፣ ንመሰረታዊ ጉዳያት ቀዳምነት ሃቡ ክብል ብሚድያታቱ ኣጋዊሑ ኣሎ። እቲ ስርዓት ናብ ትግራይ ዝኣቱ መሰረታዊ ሸቐጣት፣ ነዳድን መድሓኒትን ኮነ ኢሉ ካብ ዝኽልክል ኣዋርሕ ተቖጺሮም ኣለዉ። ብሚልዮናት ዝግመት ንብረት ኢትዮጵያውያን ዓንዩ ኣሎ። ኣብ ሃገረ ደቡብ ኣፍሪቃ ኢስተርን ኬፕ ከባቢታት ኢስት ለንደን ደርባን ሓያል ዓመጽ ተወሊዑ። ናይ ብርክት ዝበሉ ኢትዮጵያውያን መካይንን ድኳናትን ድማ ብቕጽበት ብባርዕ ተነኺሱ። እቲ ዓመጽ ብተወለድቲ ዓለት ዙሉ ዝተወደቡ ማርች ንማርች ዝተብሃሉ ኣንጻር ስደተኛታት ብዝቃለስ ጉጅለ ዝተወሃደ ክኸውን ከሎ ኣፍሪቃውያን ስደተኛታት ቁጠባና ተቖጻጺሮምዎ ዝብል ስምዒት ዘበገሶ ከምዝኾነ ተገሊጹ። በቲ ዝተፈጠረ ህውከት ብሚልዮናት ዝግመት ንብረት ዝዓነወ ክኸውን ከሎ፣ ፖሊስ ነዚ ንምህዳእ ዝገበሮ ፈተነ ከም ዘይሰመረ ምንጭታትና ኣረጋጊጾም። እቲ ህውከት ናብ ካልኦት ከተማታት ክሰፍሕ ተኽእሎ ከም ዘሎን ነቲ ኩነታት ብቕረባ ዝከታተሉ ወገናት የጠንቅቑ ኣለዉ። ኣብ ደቡብ ኣፍሪቃ ዝበዝሐን ዝዓበየን ቁጠባ እታ ዓዲ ብጸዓዱ ዝተብሓተ ክኸውን ከሎ፣ ኣናእሽቱ ድኳናትን ወሃብቲ ኣገልግሎትን ኤርትራውያንን ኢትዮጵያውያን ሓዊሱ ብኣፍሪቃውያን ስደተኛታት ዝተትሓዘ ከም ዝኾነ ይግለጽ። ዓለም ዘመናዊ ነፋሪት ኲናት ተላልያ ኣላ። ብደረጃ ዓለም ውጽኢት ናይዚ ዘመን ቴክኖሎጂ ዝኾነት ሓዳሽ ነፋሪት ኲናት ከም ዘማዕበለት ደቡብ ኣሜሪካዊት ሃገረ ብራዚል ሓቢራ ኣላ። እታ ሃገር ብምሉእ ውሽጣዊ ዓቕማ ዘማዕበለታ ሱፐርሶኒክ ማለት እውን ልዕሊ ድምጺ ልዑል ቅልጣፈ ዝወነነት ነፋሪት ኲናት ከም ዘማዕበለት ተገሊጸ። ኣቐዲመን ኣብ ስራሕ ዝጸንሓ ዋንነት ሩስያ ዝኾና ኣዝየን ቅልጡፋት ነፈርቲ ኲናት ሱ ሰላሳ ሓሙሽተ ብቴክኖሎጂ ኤሌክትሮኒክ ራዳር ንምዝማር ጻዕሪ ዋላ እኳ እንተሎ ነዚ እተን ሓደሽቲ ነፈርቲ ኲናት ብራዚል ዘረኻኽብ ኣይኮነን ተባሂሉ ኣሎ። እተን ኣብ ብራዚል ብኩባንያ ሳብ ስዊድንን ኩባንያ ኤብራዮር ብራዚልን ብሓባር ዝማዕበላ ኤፍ ሰላሳን ትሽዓተን ኢ ዝዓይነተን ነፈርቲ ኲናት ብዓይነተን ኣዝየን ዘመናዎት ከም ዝኾና መርበብ ሓበሬታ ዘ ታይምስ ኢንድያ ኣቃሊሓ። ኣብ ዶብ ኢትዮጵያ ግብጺ ዝተዓወተትሉ ኲናት ተወሊዑ። ኣብ ምብራቕ ኣፍሪቃ ተወሳኺ ፖለቲካውን ቁጠባውን ቅልውላው ከየስዕብ ልዑል ስግኣት ዝፈጠረ ኲናት ሶማልያ ተወሊዑ ኣሎ። ትማሊ ብሃገራት ግብጽን ቱርክን ዝድገፍ ሰራዊት ፌደራላዊ መንግስቲ ሶማልያ ንክልላዊ ምምሕዳር ደቡባዊ ምዕራብ ሶማልያ ባይደዋ ተቖጻጺሩ ኣሎ። ምምሕዳር ክልል ምዕራብ ሶማልያ ብሰራዊት ኢትዮጵያ ልዑል ሓገዝ እንዳተገብረሉ ኣንጻር ቪላ ሶማልያ እንዳሰርሐ ከምዝጸንሐ ዝኸስስ ፌደራላዊ መንግስቲ ሶማልያ ንቀንዲ ከተማ ባይዶዋ ሓዊሱ ንመብዛሕቲኡ ክፋል ናይቲ ክልል ከምዝሓዘ ኣፍሊጡ'ሎ። ኢትዮጵያ እዚ ክስተት ድማ ንኣስታት ዕስራ ዓመታት ኣብ ትሕቲ ቁጽጽር ሰራዊት ኢትዮጵያ ዝጸንሐ ስትራተጂካዊት ከተማ ባይዶዋ ተመንጢላ ኣብ ትሕቲ ብግብጽን ቱርክን ዝምእዘን ሰራዊት ሶማልያ ከምዝኣተወት ተገሊጹ።

ብሰራዊት ግብጽን ቱርክን ዝድገፍ ዘሎ ፌደራላዊ ሓይልታት ሶማልያ ንባይደዋ ምሓዙ፣ ስርዓት ኢትዮጵያ ኣብቲ ዞባ ዘለዎ ጽልዋ፣ ፖለቲካውን ወተሃደራውን ጽልዋ፣ ኣዐርዩ ክንኪ ዝገብር ከምዝኾነ ይግለጽ ኣሎ። ወተሃደራዊ ስርሒት ፌደራላዊ መንግስቲ ሶማልያ ናብ ካልኦት ኣብ ትሕቲ ቀጥታዊ ተጽዕኖ ኢትዮጵያን ሑብራት ዓረብ ኤምሬትን ዝጸንሐት ክልል ጁባላንድ ሓራ ንምውጻእ ከምዝቕጽል ይግለጽ ኣሎ። ዝኸበርኩም ተኸታተልትና ንሎሚ ዝነበረና ዕለታዊ ሓበሬታ ሕርያ ፖስት ነዚ ዝሰማዕክሞ ይመስል ነይሩ ሰላም ወሰናይ።